ስለዚ መንእሰይ ኣብ ዕድሚኡ ገና ከይ ኣጸቢቑ ኣብ ሓዳርን ኣብ ናብራን ኣብ ስራሕን ከይኣተወ ከሎ መጀመርያ እንድሕር ተማሂሩ እሞ ከኣ መብዛሕቱ እቲ ህዝቢ ኤርትራና ኣብ ወጻኢ ተሰዲዱ ዘሎ እቲ ዕድል ተጠቒምሉ ተማሂሩ ንሱ እዩ እቲ መኽሰብ። ኣብ ቀዳማይ ክፍለ ዓለም ተቐሚጥካሲ እንድሕር ዘይተማሃርካ ዓድና ተመሊስና
እንድሕር ገፀይ ቅሩብ ምልስ ከብለካ ነዊሕ ዓመት ዝገበርኩም ኣለኹም ሰላሳ ኣርባዓ ዓመት ኣብቲ ሽዑ እዋን ስታ ኮንኩም ማሕበር ኮሚኒቲ ክልቲ ዘይገበርኩም እንታይ ጸገም ትብሊ ንዓና እንድሕር ንሕና ሕጂ ኣለና ኣብዚ እንድሕር ተትጸንሑ ኔሩ መኣተና ናባኹም ንዝኾነ ነገር ይኹን ሽግር ሰብ ኣብዚ ኩሉ ጭንቀትን መከራን ኣይምኣተወን እንት እንታይ ጸገም ትብሊ
እዋይ እዚ ሰፊሕ ኣርእስቲ እንድዩ ግን ኣሎ ከኣ ኮይኑ ይስማዓና ኣነ ጌጋ ክኸውን ይኽእል እዩ ግን ኣነ ኮይኑ ይስማዓኒ ኔሩና እዩ ቀደም ኮሚኒቲ ኮሚኒቲ ክብለኪ ከለኹ ሃገር ኣይነበረናን ሽዑ ንሕና ኣብዚ ዓዲ ክመፅእ ከለኹ ኣነ ሰማንያታት እየ መፅየ ገና ሽዑኡ ሃገርና ኣብ ትሕቲ መግዛእቲ ስለ ዝነበረ ኣብ ከም ሓፋሽ ውድባት ኮንካ ኣብቲ ናይ ህዝባዊ ግንባር ኢኻ ዋላ ጀብሃ ድብሉ ነይሮም ከምኡ ዶ ይብል ነይሩ ሰብ ግን ይራኸብ ነይሩ እዩ ነንሕድሕዱ ብዙሕ ርክብ ነይሩና እዩ ሽዑ ከማን ንሰጥም እዩ ነይሩ ርክብና ካብ መንገዲ ሰዓት መንገዲ ክልተ ሰዓት እንዳኸድና ቀዳም ሰንበት ብሓንሳእ ንሕልፎ ነይርና ብዙሕ ሰብ ከምዚ ናይ ሕጂ ይነበረን ግን መራኸቢ ጉዳይ ነይሩና እዩ ጉዳይ ሃገርና ካብ ሃገር ናብ ሃገር ናብ ዓዲ ጥልያን እንዳኸድካ ከማን ሰብ ዓመታዊ ጣሽሙ ይሕልፍ ነይሩ እዩ ግን ከምዚ ሕጂ ኮሚኒቲ ንብሎ ዘለና ክንጥርንፍ ዝብል ሓሳብ ኣይነበረን ሽዑ ማሕበር ደቂ ኣንስትዮ ማሕበር ሰራሕተኛታት ኣኼባታት ኢኻ ትብል ኔርካ መርዓታት ከማን ብዙሕ ኣይነበረን ከምዚ ናይ ሕጂ ከምዚ ዕስራን ኣርባዕተን ግንቦት ገለ ዝኾነ ነገር እንተሎ ማዲ። ዕስራን ኣርባዕተን ግንቦት ኣይነበረን እንዲ ሽዑ ቅድሚ ናጽነት ስለ ዘይነበረ ኣይፈል ግን ሓድሽ ዓመት ክኸውን ከሎ ንኣብነት ደረፍቲ ክመጹ ከለዉ ካብ ሜዳ እቅብ ኢሉ ሰብ ስለ ዝጽምዎ ኢድ መጽን እዩ ራኸብ ነይሩ እዩ ግን ኮሚኒቲ ከነቁም ንኣብነት ከምዚ ናይ በዓል መሮኮ ናይ ቱርኪ ናይ መቃብር ዶ ናይ ዓበይቲ ዶ ናይ ገለ ዶ ክንገብር ዘይበለ ምክንያት ኮይኑ ስምዓና ኣነ ንሃገርና ድሕሪ ናጽነት ንሃገርና ክንምለስ ተስፋ ነይሩና ኣብቲ ሃገርና ዘይነበረ ሃገር ዘይነበረትና ግዜ ንቃል እቲ ኣባል ኮይኑ ኣባል ህዝባዊ ግንባር ድዩ ኣባል ጆብሃ ኮይኑ ዝኸይድ ነበረ ናይ ፖለቲካዊ ፓርቲ ብሓፈሻ ኣብ ቃልሲ እዩ ነይሩ። ገዛ ከይደ ዓደይ ክሰር ዓደይ ከይደ ገዛ ክሰርሕ እየ ነደይ ግዝ ክሰደላ እየ ድብል ኣይነበረን ሽዑ ኣይነበረን ትርክባት ከምዚ ናይ ሎሚ እንታይ ደኣ ንነብስኻ ምስ ምስ ምስኻ ዘለዉ ብጾትካ ኮንካ ኣህና ብዛዕባ ኤርትራ ተፍ ደፍልጣ ነገራት ትገብር ፌስታ ትገብር ኔሩና ግን ድሕሪ ናጽነት ብዙሕ ሰብ ኣነ ብውልቀይ ሕጂ ድሕሪ ናጽነት ንዓደይ ክኸይድ ወዲኤዮ ኔረ ስራሕ ኔርኪ። ወዲኤዮ ኔረ ስ- ስራሕ ኔሩኒ ቀዋሚ ስራሕ ኔሩኒ ተመር ስለ ተመርዓኹ ሽዑ እቲ ወኽሪ ወደይ ኣብ ዓደይ ከይደ ክወልዶ ዳሕራይ ብድሕሪኡ በዓል ቤተይ ዘ ክስዕበኒ ስራሕ ትሕጋገይ ወሲደ ክኸይድ መደብ ነይሩኒ። ሽዑ ከይደ ክልተ ወርሒ ገይረ መፂኤ ምስ ረኣኹዎ ግን ሃገርና ትፈልጥያ ኢኺ ድሕሪ ናፅነት ኩሉ ታሽንየ ኮይኑ ነይሩ። እዚ ሕጂ ዘሎ ፀገማት ከይተቐላኸሎ ከሎ ክትሰርሕ ደሞዝካ እውን ካብዚ ኤውሮጳ ነይርካሲ ኣብኡ ከድካ ድሕሪ ቆልዓኻ ክትኣሉ ዘይትኽእል ኮንካስ ካብ ስድራኻ ተጸባይ ኢኻ ክትከውን ከምኡ ስለ ዝኾነ እቲ ሰብ ነሮም እዮም ከኣ ብዙሓት ዋላ ካብዚ ዋላ እኳ ካልእ ሃገር ዓድና ይሕሸና እንኳዕ መጸእትልና ዓድና እምበር ኣብኡ ከድና ገለ ክንገብር ኢና ኢሎም ተመለሱ እውን ነሮም እዮም ንሳቶም ከይተረፉ እዮም እንደገና ተመሊሶም ምክንያቱ ሃገርና ኣበይ በጺሓ ከም ዘላ ርኢናያ ኣለና ንድሕሪት እያ ተመሊሳ ስለዚ በዓል ቱርኪ ማሮኮ ሃገሮም ምዕቡል ዓዲ ምዕቡል ዓዲ ገዲፎም ኣብኡ ጽቡቅ ስራሕ ስለ ዝሰኣኑ ኣብ ናብቲ ዓዲ ኢሚግረይት ጌሮም ሰሪሖም እንዳኸዱ እንዳተማላለሱ እንተ ሞይቶም ኣብ ዓዶም ክቅበሩ እንተ ኣሪጎም እንትብ ዓዶም ክቅመጡ ኢሎም ገዛ ክሰርሑ እንዳሓሰቡ እዮም ዝነብሩ ኔሮም ንሕና ግን መጀመርያ ሃገር ዘይብሎም ሰባት ኮይና ደሓር ሃገርና ምስ መጸት ከኣ ዓድና ክንምለስ ኢና እንዳበልና ከድና እዚ ካላኣይ ሽግር ወሪዱና እሱ ከኣ እንታይ እዩ ተጠሊምና እየ ዝብሎ ኣነ ተጠሊምና ምክንያቱ ዓድና ንኸይንምለስ ስድራና ንኸይንቐብር ኣብ ዝኣረጉ ወለድና ንኸይንርኢ ደቅና ምስ ባህሎምን ልምዶምን ዓዶምን ንኸይነላሊ ብዝያዳ እኳ ደኣ እቲ ድሑር መንእሰይ እንደገና ዝስደደሉ ዝውሕዘሉ ግዜ ኢና በፂሕና ዘለና ስለዚ እታ ቀንዲ መልሰ ነዛ ዝበልክኒ ኣብዚ ዓዲ ክንነብር ኢና ንክድሻዕ ኢልንካ ደይምሕሳብ ኮይኑ ይስመዓኒ እምበር ኣብዚ ሰዓት እዚ መድለየ ነይሩ ኮሚኒቲ ቆይሙ ፀኒሑ ነይሩ ተዝኸውን ከምዚ ናታቶም ናይ በዓል ኩማር ኮኮ ቱርኪ ኣገዳሲ ነይሩ ብሽም ኮሚኒቲ ከኣ ዘይኮነ ከኣ ገለ ምስቲ ኤርትራዊ ባህሊ ዝተሓሓዝ ኮይኑ ይስመዓኒ እሱ እንታይ እዩ ኣብዚ ክልተ ሽሕን ዓሰርተ ኣርባዕተን ዓሰርተ ሓሙሽተን ብዙሕ ውጻተኛታት ክውሕዙ ከለዉ ናብዚ ዓዲ ሶርያዋን ውን ብዙሕ መጹ ነይሮም እዮም ይዝከረኒ ሽዑኡ ብዙሓት ሶርያውያን ምሁራት እዮም ጥጡሓት እዮም ኣብዚ ዓድታቶም ካልእ ደረጃ እዩ ዘለዎም ብዝሕ ከኣ ኣለዎም ክዳውንቲ ሕሒዞም መግቢ ሒዞም ክቕበልዎም ነቶም ደቂ ዓዶም ፈቐዶም መዓስከር ይኸዱ ነይሮም። ኤርትራውያን ግን ስለምንታይ ኢና ከምኡ ዘይንገብር? ንጎረ ኣብ ጥቓና ድሕር ሰብ ኣልዩ ክንሕግዝ ንደሊ ኢና ግን እቲ ወለንታዊ ድበሃል በቃ ክሕገዞም እየ ኢልካ ነዞም መንእሰያት ሓንጎፋይ ኢልና ከም ዘይተቐበልናኩም ፍሉጥ ነገር እዩ። ኣብዚ ናይ ናይ ሆላንድ ክርኢ ተኾይነ ይቕሬታ ከማን እየ ክሓተሉ ዝኽእል ምክንያቱ እቲ እቲ መንእሰይ እንታይ ሓሊፉ እዩ መጺኡ እንታይ ሽግር ኣሕሊፉ እዩ መጺኡ ንሕና ኣብዚ ዝጸናሕና መንገዲ ንፈልጥ ዓዲ ንፈልጥ ቋንቋ ንፈልጥ እንድሕር ደይሓገዝናዮ ከመይ ጌሩ እዩ እግሪ ክተክል ኣብዚ ስለዚ ብዙሕ ጌጋ ተጌሩ እዩ ከምቲ ዓንተወይ ብዛዕባ ኣብዚ ዓዲ ተወለዱን ተወሊዶም ዝመጹን ንዛረበሉ ነበርና እቲ ኣብዚ ዝጸንሐ ኤርትራውን እቲ ሓዱሽ ዝመጸን ከማን ብ ከምቲ ድደለ ኣይዋሳእን ኣሎ በሃሊት እየ ኣነ። እቶም ኣብዚ ዝጸናሕና እዃ እዚኣቶም ከኣ ሕጂ ከኣ እንታይ ክገብሩ እዮም ዝመጹ ዘለዉ ዝበሃል ዘረባታት ሰሚዕካ ዘይቅቡል ዘረባ እዩ እዚ። እቲ ሓዱሽ ዝመጽእ ዘሎ ድማ ብኸ በቲ ዝሰምዖ ጥራይ ድማ እዞም ኣብዚ ዘለዉ ድማ ኣይፈትዉናን እዮም እኮ ኣይደልዩናን እዮም ጥራይ ዝብል ከኣ ኣሎ። ምክንያት ኣለዎም ይከውን ገለ ገለ ሰብ ቤተሰብካ እንድሕር ከምኡ ዝብለካ ኮይኑ ኩሉ ሰብ ከምኡ ዝብለካ ኮይኑ ክስምዓካ ግን ጋብ ኣሎ ኣብቲ ቅድሚት ዝመጸን ኣብዚ ሕጂ ዝውሕዝ ዘሎ መንእሰይን ጋብ ስለ ዘሎ ክህሉ ኣይነበሮን ከመይ ገርካ ክመሓየሽ ከም ዘለዎ ከኣ ክሕሰበሉ ዘለዎ ኮይኑ ይስምዓና ምክንያቱ ንሕና ደቂ ዓድና ኤርትራውያን ቋንቋን ልምድን ባህልን ንክእል ንደቂ ዓድና እንድሕር ዘይሓገዝናስ ካብ ጸዓዱ ጥራይ ትጸቢኻ ኣይከውንን እዩ

እወ ልክዕ እዚ ድበልክዮ ኣነ ህጂ ብናተይ ክሪኦ ተኮይነ ትሕቲ ዕድመ መጽየ ብዙሓት ትሕቲ ዕድመ ልመጹ ኣለዉ እዚ ትሕቲ ዕድመ ኮይነ ክመጽ ከለኩ ምስ ጻዓዱ እየ ኣትየ ነይረ ክልተ ዓመት እቶም ጻዓዱ ንዓይ ከም ኣደን ኣቦን ኣሕዋትን ኮይኖም ታተዮም ኣቢሎምኒ እዚ ከምዚ እዩ ድግበር እዚ ከምዚ እዩ ድግበር ቋንቋ ክጽግመኒ ከሎ እዚኣ እንታይ እያ ትመስል እንታይ እየ እብሎም ይሓቶም ድሌት ኔሩኒ ክቱር ድሌት ግን ይሕግዙና ከኣ ኔሮም ከምኡ ዝገብረኒ ሰብ ተልዩ የረክብከ ኣብዚ በጺሐዮ ዘለኹ ደረጃ ምበጻሕኩ ዶ ኣይበጻሕኩን ስለዚ እቲ ዝሓለፈ ኣርባዕተ ሓሙሽተ ዓመት ሕማቕ ከይዱ እዩ ኣብ መንጎ ድጸናሕናን ድመጻኹምን ተስፋ ድገብር ኣነ ግን ወይ ክላበዎ እደሊ ግን እዞም ሕጂ መጺኹም ደለኹም ብዙሓት ኢኹም መንእሰያት ኢኹም ቀልጢፍኩም እቲ ቋንቋን ባህልን ሪኢኹሞ ኣለኹም ንስኻትኩም ግዴኹም ግበሩ መጸዋዕታ ነቲ ቅድሚ ሕጂ ኣትዩ ዝጸንሐ ውን ከምዚ ከማይ ኣነ ብወገነይ ግዜ ተረኺበ ክተሓባበር ይፍትን እየ ኩሉ ሳዕ ግዜ ኣይትረክብን ኢኻ እሱ ኸኣ ኣሎ ጸገም እቲ ዝጸንሐ ስርሑ ኣለዎ መንገዱ ኣለዎ ኣብቲ ናትካ መንገዲ ኣይትረኽቦን ኢኻ እቲ ሲስተም ኣትዩ እቲ ሲስተም ኣትዩ እቲኦም ሓደሽቲ ኮይኖም ነንሕድሕዶም ይራኸቡ እቶም ዝጸንሑ እውን ነንሕድሕዶም ድዮም ዝራኸቡ ዋላ ፋሕፋሕ ኢሎም ድዮም ኣይ- ዘራኽበካ ውሑድ እዩ እሱ ክቕየር ኣለዎ እ፣ ክንሓስብ ከኣ ኣለና ዋእ ብዙሓት ኤርትራውያን ካብ ኣተዉ ኣብዚ ብዙሕ ቋንቋ ጸገም ካብ ሃለወ ብዙሓት ሰባት ይጭነቑ ካብ ሃለዉ ብዙሕ ናይ ቅስ- ቅትለት እ፣ ነብሰ ቅትለት የጓኑ ስለ ዘሎ እ፣ ብዙሕ ኣብ ናይ ሓዳር ስምምዕ እንታይ ክንገብር ኣነ ከም ኤርትራዊስ እንታይ ክገብር ኣለኒ እንታይ እጃም ከበርክት ይኽእል ክንብል ተኾይንና ገለ ክንቛቖም ኣለና። እቲ ቆይምዶሎ ዝበሃል ኮሚኒቲ ገና ኣብ ስርሑ ዘይጀመረ ብሃገር ደረጃ ኢሱ ንሱ በብኸባቢኡ ጌርካ እንታይ ክትገብር ኣለካ ዘተ ሰፊሕ ዘተ ዶ ድዩ ነገር ኮይኑ ይስመዓኒ። ወላ ንዓይ ብጣዕሚ ምኽንያቱ ንዓኻትኩም ከኣ ነቶም ኣብዚ ሰለስተ ኣርባዕተ ዓመት ሓሙሽተ ዓመት ጌርኩም ዘለኹም ከኣ ብዝያዳ ንስኻትኩም እቲ መንእሰይ ዝመጾ ዘሎ ወይ እቲ ሓድሽ ዋላ ሰብ ሓዳር ውን መጽዮም ኣብዚ ዘጓንፎም ዘሎ ጸገም ዝያዳ ንኣኻትኩም ስለ ዝርድኣኩም ንስኻትኩም ውን ክትምጎሱ ኣለኩም ሽዑ ንስኻትኩም ተበጊስኩም ንዓና ሓገዙና ተልኩምና ንሕና ከኣ እቲ መንገድታት ከኣ እቲ ንፈልጦ ንፈልጦ ንሕብረኩም ንተሓጋገዘኩም ተሓጋጊዝካ እዩ እሺ ማማ ዝበሮ ሕጂ ሕቶታትና ዳርጋ ናብ ምውዳእና ኣኒና ሓንቲ ኣላትኒ መወዳእታ ሕቶ ማለት እዩ ነዞም ኣብዚ ዘለዉ መንእሰያት ሕጂ ትምህርቲ ንፉዕ ዝድሕር ዘይኮንካ ስራሕ ክትሰርሕ ትደሊ ሕጂ ንዕኦምስ እንታይ መኽርቲ ትኽእሊ ስራሕ ዶ ሞር ክጸቅጡ ኣለዎም ወላ ትምህርቲ መብዛሕትኡ ሰብሲ ትምህርቲ ተማሂሩ ኣንበር ኮይኑ ንግዶ ምስ ኣበለ ስራሕ ዶ ክጅምሩ ኣለዎ ወልኪ ትሓስቢ ከም ናትኪ ምኽሪ ማለት ወይ ከኣ ትምህርቲ ክቅጽል
እምብርኽሪኝ ወዲእኻ እቲ ደረጃ ናይ እምብርኽሪኝ ኤይ ቱ ድበሃል ኣሎ ኣትበይ እቲ ቁሩብ መረዳድእን መዓልታዊ መነባብሮኻ ደኣሉ እምበር እኹል ቋንቋ ከማን ኣይኮነን ግን መንእሰያት ብፍላይ ኢምብሩኽሪም ወዲእና ኢሎም ስራሕ እንድሕር ኣትዮም እቲ ናይ ትምህርቲ ዕድል የምልጦም ኣሎ ስለዚ እቲ ብፍላይ ቁሩብ እንድሕር ሓንጎልካ ድቕበል ኮይኑ ተወሓደ ተወሓደ ወይ ታሕተዋይ ወይ ማእኸላይ ናይ ሞያ ጣሽሙ ክተጥሪ ኣለካ ክትመሃር ኣለካ እሱ ከኣ ሰለስተ ዓመት ኣርባዕተ ዓመት ክውዳኣልካ ናይ ግድን እዩ ኢምብሩኽሪም ጥራይ እንድሕር ተማሂርካ ግን ፍርቂ ፍርቂ እቲ ቋንቋ ከይተቆጻጸርካዮ ጽቡቅ ዘይክፈሎ ደሞዝ ዘይብሉ ስራሕ እንዳ ሰራሕካ ንሂወትካ ክትነብር ኣይኮንካን ኣብ ኤሮጳ መጺኻስ ክትምሃር ኣለካ ከከም ምቅባልካ እንድዩ እቲ ሓንጎልካ ከከም እቲ ዝረኸብካዮ ዕድል ብመጠኑ ግን ሰራሕተኛ ጌሩ ደሞዝ ከብላዕካ ዝኽእል ሞያ ክትመሃር ኣለካ እቲ ትፈትዎ ሞያ መሪጽካ ክትመሃር ኣለካ ትምህርቲ እዩ ምኽንያቱ ኣብ ንእሽቶ ዕድሜኻ ጥራይ ኢኻ ክትመሃር ትኽእል ሓንሳእ ተሓሊፉካ ዳሕራይ ካብ ወዲ ሰላሳ ንላዕሊ እንድሕር ኮንካ ከማን ስኮላርሺፕ ትሽሂቢ ናይ ሼሪንግ ይበሃል ኣብዚ ዓዲ ኣይህቡኻን እዮም ከምኡ እዩ እቲ ሕጊ ስለዚ ምምሃር እዩ እቲ ዝበለጸ። ትምህርቲ ወዲእካ'ኸ በቲ ዝተመሃርካላዩ ክትሰርሕ ትኽእልዶ በቲ ዝወዳእካዮ? ንኣብነት ናይ ሕክምና ንሕ ወዲእካ ኣብ ሕክምና መዲቦምከ ከም ስደተኛ ከም እትስ ጥዑይ ወዲ ዓዲ ከስርሑኻ ይኽእሉ? ኩሉ በቲ ዝወዳእካዮስ ስራሕ ትረኽብሉዶ? ኣብ ስራሕ እንኳንዶ ንወጻእተኛታት ንካልኣይ ዜጋ ማለት'ዩ ጋል ቋንቋን ባህልን ጸገም ዘለዎም ሰባት ዋላ ነቲ ወዲ ዓዲ ከማን እዚ ኩሉ ኣሽሓት ሂቡ ደቀይ ኣለዉኒ ኢለኪ ሕጂ ክልተ ዩኒቨርሲቲ ዝመሃሩ ደቀይ ኣለዉኒ ምስ ተመረቁ ከም በቲ እተመረቅዎ ስራሕ ክረክቡ ድዮም ኣይረክቡን ርግጸኛታት ኣይኮኑን እታ ተንኮባ ዋላ እቶም ደቂ ኣቶም ጸዓዱ ከማን ደቀይ እውን በቃ ዝዓዲ እዮም ምክንያቱ ጸለምቲ እዮም ሕብሮም እምበር ኣብዚ ዓዲ ተወሊዶም ዝዓበዩ እዮም ስለዚ ናቱ ውሕስነት የብልካን ልክዕ ከም ዝደለካዮ ስራሕ ግን ሞያ ስለ ዘለካ ትፈልጦ ትመስል እንድሕር ከምዘሎ ስራሕ ኣቲኻ ግን በቲ ወረቐትካ ብኡ እዩ ዝኽፈለካ ሕጊ ኣለዎ ናይ ስራሕ ካልኣይ ነገር እዚ ናይ ጥዕና ንኣብነት ዓውዲ ጥዕና እ ሆላንድ ኣብዚ ዝሓለፈ ግዜ ከማን ኣምጺኦሞ ኔሮም ድሕሪ ዕስራ ዓመት ድሕሪ ሰላሳ ዓመት እቶም ህዝቢ ሆላንድ ብዙሕ ቆልዑት ኣይወልዱን እዮም ዘለዉ እንዳ ዋሕዱ እቶም ተወሊዶም ዘለዉ እንዳ ኣረጉ እንዳ ኣረጉ ብዙሕ ውላድ ኣይትክኡን ስለ ዘለዉ እቲ መጻኢ ትጽቢቶም ዘሎ ሰራሕተኛ ክኸውን ዝደልይዎ ዘለዉ ወጻእተኛ እዩ ስለዚ ኤርትራውያን ኣብዚ ዓዲ ብብዝሒ ኣእትዮም ኣለዉ ዝሓለፈ ዓመታት ዝሓለፈ ዓሰርተ ዓመታት እሞ ከዓ ኣብ ንኡስ ዕድመ እዮም ዘለዉ ተማሂሮም ሞያ ጥርዮም እንድሕር ጸኒሖም እቲ ቦታ እንዳተፈተ ክኸይድ እዩ ዕድል ክረኽቡ ይኽእሉ እዮም። እንድሕር ዲፕሎም ከይሓዙ ጸኒሖም፣ ናይ ሞያ ወረቐት ከይሓዙ ጸኒሖም ግን ኩሉሻዕ ኣብቲ ታሕተዋይ ደረጃ ናይ ስራሕ ተወዚዖም ንኽተርፉ ባዕሎም ዕድል ይኸፍቱ ኣለዉ ማለት እዮም። ስለዚ እንድሕር ሞያ ተማሂርካ፣ ቋንቋ ኣጽኒዕካ፣ ሞያ ሒዝካ፣ ወረቐት ሰርቲፊኬት ኣለካ ወይ ዲፕሎም ኣለካ ስራሕ ትረክብ ኢኻ። ልክዕ ከምቲ ዝደለኻዮ ድዩ? እሱ ንዝኾነ ሰብ ገና ናይ ስራሕ ኣልቦነት ዘጥቅዖም ውን ኣለዉ ክንደይ ይጸዓዱ ዲቨርሲቲ ተማሂሮም ስራሕ ዘይረኽቡ ሰባት ውን እኮ ኣለዉ ስለዚ ትምህርቲ ግን ጥራይ ንክትበል ስለዚ መንእሰይ ኣብ ዕድሚኡ ገና ከይ ኣጸቢቑ ኣብ ሓዳርን ኣብ ናብራን ኣብ ስራሕን ከይኣተወ ከሎ መጀመርያ እንድሕር ተማሂሩ እሞ ኣብ መብዛሕቱ እቲ ህዝቢ ኤርትራና ኣብ ወጻኢ ተሰዲዱ ዘሎ እቲ ዕድል ተጠቒምሉ ተማሂሩ ንሱ እዩ እቲ መኽሰብ። ኣብ ቀዳማይ ክፍለ ዓለም ተቐሚጥካሲ እንድሕር ዘይተማሃርካ ዓድና ተመሊስና ዳሕራይ እውን ሞያ ሒዝና ክንኣቱ ኣለና። ተጸጊምካ ዋላ ምሸት ኣብ እንዳሰራሕካ ድዩ ትምህርትኻ እንድሕር ተማሂርካ ተማሃሪ ሰብ ከኣ ኩሉሻዕ ብሱል፣ ደኽፍኣሉን ደጸብቓሉን ድፈልጥ፣ እንታይ ክገብር ከም ዘለዎ ሓላፍነት ድስከም፣ ሃገሩ ዳሕራይ፣ ምኽንያቱ ነዚ ውሕጂ ዘሎ ወለዶ መንእሰያት ንዑ ኢያ ሃገር ከነረክባ፣ ንሳቶም ኢዮም ሃገር ክመርሕዋ ድሓሮም። ምሁር ኣካል ተኾይኑ ኣብ ዝኾነ ጽፍሕታት ናይቲ ሃገር ከገልግላ ክእል፣ ንሃገር እንድሕር ኩሉ መንእሰይ ደይተመሃረ ግን መን ድኣ ንሞት ሃገር ከገልግላ፣ ስለዚ ዩኒቨርሲቲ ኣብ ቀዳማይ ሓደ ክስራዕ ኣለዎ ድሕሪ ጥዕና ማለት ኢዩ። ያ ናይ ብሓቂ ትምህርቲ ኣገዳሲ እስከ ማማ ትበርሕ ሕጂ ምውዳእና እንዲና ትብልዮ መልእኽቲ ተሎ
ድብሎ መልእኽቲ ያ ኣነ ንገዛ ርእሰይ እዛ ናትኪ ትገብርለይ ዘለኺ ሓተታ ቅድሚ ሕጂ ሓቂ ዘረባ ኣይረኣኹዋን ግን ብዛዕባ መንእሰያት ኩነታት ናይዚ ዓዲ ዘሎ እስኪ ነዊሕ ስለ ድገበርኪ ንእሽተይ ከለኺ ኣብዚ ዓዲ ስለ ድመጻኽስ ገለ ክትብልና ስለ ዝበልኩምኒ ብኣኽብሮት ኣነ ከኣ ነዚ ድምልሶ እንድሕር ኮይነ ዋላ ሓንቲ ጽቡቕ እንድሕር ንኻልእ ክጠቅም ዝኽእል ኢለ እየ እምበር ኣነ ሞያይ ኮይኑ ተማሂረሉ ገለ ኣይኮነን ኦኬ በቲ ናተይ ስራሕ የራኽበኒ እዩ ግን ካብኡ ዘንጢለ እዚ ተገይሩ እዚ ተገይሩ ክብል ስለ ዘይክእል ሓፈሻዊ ምኽሪ እየ ክህብ ዝኽእል እምበር ክኢላ ኮይነ ኣይኮንኩን። ግን ካብቲ ዝረኣ ዘሎ ጸገማት ተበጊሰ ሎባ ክህብ ተኾይነ፣ ብመጀመርያ እዞም ሕጂ ብጥርናፈ ብዙሕ ኣትዮም ጸኒሖም ዘለዉን ድኣትዉ ዘለዉን ስድራቤታት ኤርትራ ኣጋይሽ ስለ ዘለዉ ኣብ እንታይ ዓዲ ኣትዮም ኣለዉ እዚኣ የለልዩ እቲ ጸገማት ኣብ ብፍላይ ኣብቶም ሓደሽቲ ስለ ዝረኣ ዘሎ ብዙሕ ፍትሓት ትርኢ ብዙሕ ወለዲ ምስ ደቆም ክጋራጨዉ ትርኢ ሰብኣይን ሰበይትን ክጋራጨዉ ትርኢ ብዙሕ ነገራት ሕማቅ ንርኢ ኣለና ኣብዚ ሆላንድ ምክንያቱ ሆላንድ ሓንቲ ካብተን ብዙሕ ብጥርናፈ ዝኣትዋ ዘለዋ ሃገር ስለ ዝኮነ ሰብኣይን ሰበይትን ጥራይ ደይኮኑ ወይ ሰብኣይ ጥራይ ደቁ ሒዙ ወይ ሰበይቲ ጥራይ ደቃ ሒዛ ደይኮነት እንተላይ ንኣሽቱ ቆልዑ ሒዝና ንመጽእ ኣለና ስለዚ ነቶም ኣብዚ ከነዕብዮም ኣብ ጽቡቅ ቦታ ኢልና ሒዝናዮም ንመጽእ ዘለና ቆልዑት ካብ ሃገርና ምውጽኦም እንዳ ሓደ ሃገሩ ገዲፉ ሰብ ምውሓዙ እንዳ ኣጓህየና ኣብዚ ካብ መጹ ከኣኒ ጽቡቅ ገሮም ደቆም ከዕብዩ ብሰላም እቲ ብሰላም ምዕባይ ትፍትኖ ተረዳዲእካ እሂን ምሂን ኢልካ እምበር በቲ ናይ ዓድና ናብራ ኣይከውንን እዩ እዚኣ እየ ክላቦ ዝደሊ ንሓንቲ ጓል ኣንስተይቲ ኣብዚ ዓዲ መጽያ ክትቅየር ከምቲ ናይ ዓድና ከይትኸውን ናይ ግድን እዩ ክንቅበሎ ኣለና ኣብ ኣብ ሙዕቡል ሃገር መጺኻ ልክዕ በቲ ናይ ቀደም ዝነበረ ክትከይድ ጸገም እዩ ስለዚ እቲ ለውጢ ከም ዘሎ ተቀቢልና ኢሂን ሚሂን ብስምምዕ ብሓይሊ ወይ ብ ግበሮ ኣይትግበሮ ዘይኮነ ብስምምዕ ንደቅና ውን ከምኡ እንዳተረዳእና እዚኣ እየ ክላወብ ደሊ ነቲ ሓድሽ ዝመጽእ ዘሎ ሰብ ማለት እዩ ጸገም ተልዩካ ከኣ ሓጉዝኒ ካልእ ግን ብሓፈሻ ክለዋወጥ ደልዮ ነገር ኣሎ እሱ እንታይ እዩ ንዓይ ከም ትበርህ ኣነ ኣብ ዓዲ ናፃ ኮንካ ዝላይካ ትዛረቦ ሃገር እየ ዘለኹ ከምኡ ጥራይ ዘይኮንኩ ከዓ ከም ሰብ እቲ ትሓስቦን ኣብ ልብኻ ደሎን ክትገልፁ ክትክእል ኣለካ በሃሊት እየ እዚ ኣብ ኤርትራውያን ዘሰክፈኒ ነገር ኣሎ ይርኢ ኣለኹ ቀደም ቅድሚ ናፅነት ምእንቲ ሃገርና ፈቐዶ በረድን ፈቐዶ ንፋስን ፈቐዶ ማይን እንዳኸድና ገንዘብ ነዋጽእ ኔርና፣ ኣኼባታት ነካይድ ኔርና፣ ሓፋሽ ውድባት ከለና ማለት እዩ። ቆልዑ ከለና፣ ትሕቲ ዕድመ ከለኹ ከምኡ እገብር ኔረ ኣነ፣ ካልኦት ከኣ ብዙሓት ምሳይ። ሕጂ ግን ካባና ንላዕሊ ከኣ ኣብ ሜዳ ከይዶም ከኣ ህይወቶም ዝኸስከሱን ደሞም ዝፈሰሱን ኣብ መቓብር ዝተረፉን ተጋደልቲ ከኣ ኣለዉና። እዚኣቶም ከምኡ ገይሮም ከኣ ሃገር ኣምጺኦምልና። እዛ ሃገር እዚኣ ዳርጋ ትመልቆና ኣላ ሕጂ ንርእዮ ኣሎና ኣብ መጨረሻ ክልተ ዓመት ብሰላም ኢልካ ድመጸ ኣብ ምንታይ ተበጺሑ ከም ዘሎ ብጣዕሚ እዛ ከም እዛ ቅድሚ ክልተ ዓመት ምስ ኣብይ ስምምዕ ተገይሩ ኢልካ ዝተጀመረት መጀመርያ ኣያ ሐጒሱና ድሕሪ ቁሩብ ግን እቲ ኣንፈቱ ደስ ስለ ዘይበለና ኣነ ንገዛእ ርእሰይ ኣብ ጥዕናይ ተንኪፉኒ ክብለካ እኽእል። ጥዕናይ ተንኪፉኒ ምኽንያቱ መዓስ ሃገረይ ይኸይድ እኸውን ደቀይ ሒዘ ደኣለይ ድብል ነይረ እምበር ኤርትራ ናብ ኢትዮጵያ ክትሕወስ ኣይኮንኩን ዝጽበ ነይረ። ሕጂ እቲ መለዋብያያ እንታይ እዩ ክኸውን ነቲ ሰሚዕና ከም ዘይሰማዕና ስቕ ንብል ዘለና ብሓፈሻ ጋሻ ይኹን ቀደም ዝጸንሐ ኣብዚ እስከ ንሕና ባዕልና ንኹን እቲ ውሽጥናን ደገናን እስከ ሓደ ይኹን ኤርትራውያን እስከ ነቶም ኣፍ ደይብሎም ነቶም ዕጉሳት ነቶም ኣብ መሬት ሰፊሮም ዘለዉ እስከ ኣፍ ንኹኖም ንምንታይ ግን ተሰዊኦም ሪኢና ከም ደይረኣና ዋእ ሕጂ እንታይ ዝበሃል ዘረባ ኣሎ እንታይ ገድሽኩ እስኺ ኩሉ ሰብ ይፈልጥ እንድዩ ሰብ ነናብሩ እንድዩ ዝገብር ዘሎ እብለካ ፎእ ኣነ ውን እኮ ናብራ ይገብር ኣለኩ ግን ሳዋ ከይዱ ዝዕለም ዘሎ መንእሰይ ጌጋ እዩ ሃገርና ሕማቅ እያ ትከይድ ዘላ ጽቡቅ ኣይኮነትን ዘላ ዓዲ በጺሕካ መጺካ ብላዕ ስተ ኣሎ እንድሕር ዝብል ኮይኑ ሓደ ሰብ ይሕሱ ኣሎ ማለት እዩ ምናልባት ኣብ ዓድና ብልዕ ሰተ ኣይኮነን ዘሎ ኣብ ዓድና ሓያል ድላዩ ድገብረላ ዳርጋ ሙሉእ ህዝቢ ኤርትራ ከም ዓባይ ማእሰርቲ ተኣሲሩላ ዘሎ ሃገር ከም ዝኾነት ዓድና ፈሊጥና እንዳፈለጥና ከለና እንድሕር ስቕ ንብል ኮይንናሲ መን ደኣሉ እሞ ኣየናይ ዓሌት መጺኡ እሞ ንዓና ክመወተልና ስለዚ ከምኡ ስለ ዝኾንኩ እያ ነብሲ ተረኺበ ዘለኹ ሕጂ ተረኺበ ዘለኹ እዚ ኣብ ሃገረ ሆላንድ ዝረኣ ዘሎ ኣብ መንእሰያት ኣሕዋተይን ደቀይን ደቂ ዓደይን ዝመጽእ ዘሎ ሕጂ ዝወርድ ዘሎ ሽግር ኩላህና ከምዚ ኢልና ተዛራሪብና ዘቲና ከም ዘሎ መጀመርያ እቲ ሽግር ከም ዘሎ ትኣምነሉ ትዛራረበሉ መፍትሒ ትደልየሉ ስቕ ተልካ ግን ስቕ ኢያ ኣብቲ ሃገርና ከኣ ከምኡ ኮይና ኣለና ስለዚ እዚ ኣነ ቆልዓ ከለኹ ኣብ ኤርትራ ከለኹ ዘይሪኦ ዝነበርኩ ባህርያት ይርኢ ኣለኹ ኣብ ህዝቢ ኤርትራ ደገ ደሎ እቲ ውሽጢ ደሎስ እኳ ፈሪሑ እንተተዛሪቡ ስለ ክቕተልን ክጭፍጨፍን ዝኾነ ንሕና ግን ኣብ ነጻ ሃገር ኢና ዘለና እም መሓዛይ ነበረት እንታ ክትብለኒ እያ መቓልስተይ ነበረ እንታ ክብለኒ እዩ ወዲ ዓደይ ነበረ እንታ ክብለኒ እዩ እንታ ክብለኒ እዩ እቶም ምዉታት ከ እንታ ክብሉና እዮም እቶም ጉዱላት ኣካል ስንኩላት ከ እንታ ክብሉና እዮም ሕልናና ድወቕሰና ነገር ንግበር እቲ እቲ ሕልናና ቅኑዕ እዩ ድበለና ንሓቂ ንበገስ ከይብለና ሰብ ኢሉ ኣይልምዐ ዋላ ሓንቲ ክገብረለይን እዩ ርኣዪ ደቕስነኒ ፈቲነ ደኣኽለኒ ገይረ እንድሕር ደይተዓወትኩ ፈቲነ ትብል እንድሕር ደኣ ኣብዚ ሰዓት እዚ ስቕ ኢልካ ትሓልፍ ዘለኻ ናብራይ ጥራይ ክገብር እየ መሪጸ ትብል ዘለኻ ግን ጽባሕ ንጎታ ኤርትራ ምስ ጠፍእት ክንጣዓስ ኢና ምሉእ ህዝቢ ህይወትና ከኣ ኣብ ጣዕሳ ክንነብር ኢና ስለዚ ህዝቢ ኤርትራ ንዓ ሃገርና ትመልቆና ኣላ ሓቢርና ኢደይ ኢደይ ኢልካ እቲ ዘሎ ዘይምስምማዓት ኣብ መንእሰያትን ኣብ ዓበይትን ጋብ እንዳጽበብና ሰላም ሃገርና ባዕልና ኢና ኣብ ሰላም ሃገርና ነውሕስ በሃሊት እየ ኣነ። ያ ንሱ እዩ ናይ ብሓቂ የቀኔልና ብጣዕሚ እየ ብሽመይን ብሽም ዛመደበይን ዘመስግን ማማት በርህ የቀኔልና ብጣዕሚ ገንዘብኪ
ምምስጋን ደልየ ኣይኮነን ተስፋ ገብር ከዓ ዋላ እቲ ናተይ ሓሳባት ሓቲትክኒ ዝመለስክዎ ዘይቅበልዎ ሰባት ነጻ ኮይኖም ርእይቶኦም ኣብቲ ናትኪ ዝኣሽሙ ኮመንት ክህቡ ካብኡ ተበጊስና ናይ ኩሉ ሰብ ኣተሓሳስብኡ ሓደ ክኸውን ናይ ግድን ኣይኮነን እዩ ጸርፊ ጥራይ ንግደፍ ምንሻው ጥራይ ንግደፍ ምቅላል ጥራይ ንግደፍ እምበር ሓሳባትና ክፈላለ እሱ እዩ እቲ ዴሞክራሲ ዝበሃል ከኣ እስኺ ኣተሓሳስባኺ ባህርያት ናትኪ ኣለኪ ብዝጻሕክዮ ደረጃ ኣለኪ ደጋፊት ክትኮኒ ትኽእሊ

ሰእእ ጀምራ ምግባር እያ እታ ጉዳይ ስለዚ ገንዘብኪ ጽቡቅ ኣሳልጦ ይሃብኪ ኣብ ስራሕኪ። ኣሜን ክቡራት ተከታተልቲ ናይ ሎማዓንቲ መደበይ ፈቲኹሞ ክትከውን ተስፋ ይገብር ዘለኩም ሓሳባት ርእይቶ ኮሞንት ኣብ ታሕቲ ክትጽፉለይ ብትሕትና ይሓትት ክሳብ ኣብ ካልእ መደብ ዘራኽበና ሰሰናዩ።